ዝኸበርኩም ኣሕዋተይ ከመይ ቀኒኹም ስመይ ኤደን እበሃል ሎማዓንቲ ከዓ ህፁፅ ዝኾነት ቪድዮ እየ ቀሪበልኩም ዘለኹ ንሱ ከዓ ነዚኦም ግሪን ካርድ ኣፕላይ ዝገበርኩም ኣብ ኣሜሪካ ዘለኹም ንዓኹም እዩ ዝምልከት መብዛሕትኹም ኣብ ስራሕ ቢዚ ስለ ዝኾንኩም ስለ ትጓየዩ ከይረኣኹም ኣሕሊፋትኩም ከይትኾኑ ኢለ ኣነ ከኣ ብኡ ስለ ዳሕለፍኩ ቀደም ማለት እዩ ቅድሚ ዕስራ ዓመት ከምዚ ናታትኩም ብ ኣሳይለም ገለገለ ስለ ስለ ዝሓለፍና ማለት እዩ ንኣኻትኩም ከኣ ከዘኻኽረኩም ኢለ ኤኒወይ ሓድሽ ሕጊ ትራምፕ ኣውጺዎ ዘሎ እዚ ግሪን ካርድ ኣፕላይ ገይሩ ዘሎ ሰብ ኣብ ዓዓዲ ኮይኑ ይቐጽሎ እቲ ፕሮሰስ ዝብል ኣውጺኦም ኣለዉ ሕጂ ናዕና ኮንቪነንት ድዩ ከምኡ ኣይኮነን ናዕና ምልከት ማለት እዩ ምሽ ከም ኩሉ ስደተኛ ማለት እዩ ግን ከም የሕዋተይን ኣሓተይን ማለት እዩ እዚ ነገር እዚ ብቐሊሉ ኣይትሕለፍዎ ኢኹም ኣስተውዕሉ እንታይ ይግበር ኣሎ እቲ ከባቢና ማለት እዩ ኣይዶኖ ዋይ ከም ዝሪኦ ዘለኹ ከምቲ ፀለምቲ ዩ ጸለምቲ ኢሚግራንትስ ከውጽእ ዝደለየ ይመስል ማለት እዩ ካብ ሳውዝ ኣፍሪቃ ጻዕዱ የምጽእ ኣሎ ሲቲ ዝንቦም ሽዕሽዑ ምስ መጹ ካብዚ ከዓ ጸለምቲ ከዓ ይሰጉግ ኣሎ ማለት እዩ ሕጂ እንታይ እዩ ዝሕሸና ንዓና ዩኖ እንተ ትራቨል ዶክመንት ገለ ምንተት ኣለኩም ኮይኑ ናብ ካልእ ዓዲ ዲኹም ክትግዕዙ you know ድዋላስ ኣብዚ ኮንኩም ኣይስ ክሳዕ ዝመጽኹም ዲኹም ክትጽበዩ እግዚኣብሔር ይሓለኹም ይጽልየልኩም ማለት እዩ ግን እቲኣ ኣውፂዋ ዘሎ ኩላ ከንብበልኩም እየ ተርጒመ ማለት እዩ ነቶም ሓደሽቲ ኣሕዋተይ ማለት እዩ ንዓኻትኩም እያ እዛ ቪድዮ ኣጆኻትኩም እግዚኣብሔር ምሳኹም ኣሎ ዳሕረይ ከዓ ኣብ ኤርምያስ ሓምሳ ተርእናስ ኩሉ ሰብ ሃሃገሩ ይመለስ እዩ ዝብል so ምምላስና ስለ ዘይተርፈና ኩላህና ማለት እዩ ዋላ ንሕና ሲትዝን ዋላ ንኹን ዋላ ሰላሳ ዓመት ንጽናሕ ኣብዚ ዋላ ኣርባዓ ዓመት ዝገበሩ ኣለዉ መሊኦም ዋላ ሓንቲ it doesn't matter ከውጽኻ ተደልዮም ዝኾነ ምኽንያት ገይሮም ከውጽኻ ስለ ዝኽእሉ ንዝኾነ ተዳሊኹም ከይተጨነቕኩ ማለት እዩ ጭንቀት እኒዮ በልዎ መወዳእታ የብሉን ዝኾነ ነገር ኩሉ ናይ እግዚኣብሔር ፍቓድ ስለ ዝኾነ ሜቢ ኣፍሪቃና ተተሳእሉ ግዜ በጺሑ ክኸውን ይኽእል እዩ so ኣጆኻትኩም ሞራልኩም ከየውደቕኩም ገለመለ ኣስተውዕሉ ብብልሒ ሕዝዎ እዚ ነገር እዚ ተመኻኸሩ በይንኹም ኣይትፈለዩ ካብ ሰብ የሕዋት ግበሩ ማለት እዩ መሓዝትኩም ድዮም ኣዝማድኩም ድዮም ተኻፈሉ ምስኣቶም ዳሕራይ ኣፍሪቃታት ዓዲ እዚ ዝሓሸ ኤሮጳ ድዩ ዝሓሸ ዋላ ገለ ባዕልኹም መርሚርኩም ከዓኒ ዘዋፀኩም ትገብሩ እንተዘይኮይኑ ከዓ ከም ዝሪኦ ዘለኹ ናይ ትራምፕ ኣድሚኒስትሬሽን ዝመሓየሸ ኣይመስልን እዩ ማለት እዩ ወላ ኩሉ ሰብ ከማን ሴፍ ኣይኮነን ማለት እዩ ድሕሪ ሕጂ ሶ እዚኣ ክብለኩም ደልየ ኩሉ ኣተርጒመ ኣብዚ ከቕርበልኩም እየ ኣጀኹም ከዓ ክብለኩም ፈቱ ኦኬ ክቡራት ኣሕዋተይ ተስተዋሕድዋ ኢኹም ህፅፅ ስለ ዝኾነት እየ መፅየ ማለት እዩ የቐኔለይ ከዓኒ ባይ ኦኬ እምበኣር ክቡራት ኣሕዋት ከምዚ ዝብለኩም ዘሎ ኣብዚ ኤንፒኣር እየ ረኺበዮ እዚ እቲ ናቶም ሊንክ ኣብ ታሕቲ ክገብረልኩም እየ ረኣይዎ ይኹም እንታይ ይብል ኣሎ ፎሬነርስ ኢን ዘ ዩኤስ ሁ ዋንት አ ግሪን ካርድ ዊል ኒድ ቱ ሊቭ ን ኣፕላይ ኢን ር ኦን ኢን ር ሆም ካንትሪ እዞም ኣፕላይ ዝገበሩ ናይ ግሪን ካርድ ሲ ኣብ ዓዶም ከይዶ ይፀበዩ እቲ ፕሮሰስ ይብል ኣሎ ማለት እዩ ትራምፕ ኣድሚኒስትሬሽን ኣናውንስድ ፍራይደይ

ሕጂ ግና እቲ ኣናውንስመንት ማለት እዩ ፍሮም ዩኤስ ሲቲዝንሽፕ ን ኢሚግሬሽን ሰርቪስስ ሴት ፎሬነርስ ሁ ኣር ኢን ዩኤስ ቴምፖራሪሊ ን ሁ ወንት ቱ ኣፕላይ ቱ ቢካም ሎፉል ፐርማነንት ሬሲደንት ኦፍ ግሪን ካር ሆልደርስ ሃቭ ቱ ሪተርን ሆም ን ኣፕላይ ሂር ኤክሰፕት ኤክስትራ ኦርዲናሪ ሰርከምስታንስ እቲ ናይ ኢሚግሬሽን ኦፊስ ማለት እዩ ከምዚ ዝብለኩም ዘሎ ከዓ ሓድሽ ሕጊ ወፂ ዘሎ ዝነበረ እዩ ኣፅዲቕዎ ጥራይ እዩ እቲ ኣፕላይ ገይሮም ዘለውስ እሰያ በቃ ኣብዚ ዘለው ቴምፐራሪ ሲ ያ እቶም ናይ ቴምፐራሪ ኣብዚ ዝቕመጡ ዘለው ፐርማነንት ሬሲደንስ ክኾኑ ዝደልዩ ንዕኦም ስኒ ብሕጊ ፐርማነንት ክወሃቦም ምእንትስ ኣብ ዓዶም ክኸዱ ኣለዎም ኣብኡ ክፅበዩ ኣለዎም ብኣይ ወገን ከም ስትሪክ ኮይኑ እዩ ዝስማዕኒ ኣብኡ ምስ ከድካ ሽዑ ይድምስዎ በቃ ኣይትኣቱን ማለት እዩ ከምኡ ኮይኑ ይስማዕኒ ግን ንሕና ከዓ ክንጣበብ ኣለና እንታይ ይሓይሽ ተዘራሪብና ማለት እዩ ብውሽጢ ድዩ ብገለ ድዩ ተወዳዲብና እዚ ኩሉ ግዜ ኣነ ዝብል ኮሚኒቲ ክህልወና ኣለዎ እየ ድብል እሱ ኣብ ኮሚኒቲ ድዩ ኣብ ገለ ድዩ ተላዚብና እንታይ ይሕሸና ኢልና ከዓ ንመኻኸር ማለት እዩ ኣይተዋሕድዋ ይኹም እዛ ቪድዮ ጀስት ኢንፎርሜሽን እሽተያ ብካልእ ክሳዕ ዝምለሰኩም ደሓን ቀንዩ ኣጆኻትኩም ከዓ ጭንቀት ትበሃል ከይተቕርብዋ ጥዓኹም እየ ዝብለኩም ዝደሊ ምክንያቱ ህዝብና ጭንቀት እዩ ዝውደኦ ዘሎ በጃኻትኩም ሓደራኹም ኣይትጨነቑ ኢኹም ዞም ኣሕዋት ኦኬ ሓደ ኣክሊሉ ዝበሃል ሓውና ኣለና ኣብ ዩጋንዳ ማለት እዩ ናቱ ቻነል ፋሎ በልዎ ኢኹም ብዙሕ ክስታይ ኢንፎርሜሽን ይበካይ ብፍላይ ዝቕሩ ግዜ ኣብ ግዜና ትብል ናቱ ካልእ ቻነል ማለት እዩ ምስ ሓደ ሓውና ጥዑምዝጊ ዝበሃል ምስኡ ፅብቕቲ ኢንተርቪው ገይሮም ነይሮም ራኢዋይኹም ከመይ ገርና ሰርቫይቭ ንኽእል ማለት እዩ ኣብ ኣፍሪቃ ብዙሕ ኣፋፉነት ክቡና ስለ ዝኽእሉ ብዝተረፈ ፅቡቅ ዕድል ከምቲ ድበልኩም ከዓ ኣይትጨነቁ ኢኹም እግዚኣብሔር ኣሎጆኹም ንሕና ከይተረፈ ምሻለኩም ኣብ ንጠራጠረሉ ግዜ ኢና ዘለና ምክንያቱ ካብ 16 ዓመት ንላዕሊ ዘለዉ ቆልዑት ክሳዕ 25 ዋላ ክሳዕ ሰላሳ ሓሙሻ ምናሹር ናብ ሚሊታሪ ቦርድ ክገብሮም ከም ዝኾነ ኣብ ዝመፅ ግዜ ከዓ ተዛሪቡ ኣሎ ኣብዚ ዓዲ እዚ ኣብቲ ክብድ በለ ግዜና ዘለና ኩላህና ማለት እዩ ቆልዑትና ሚሊታሪ ክኸዱ እየ ንደሊ ኣነ ንባዕለይ ኣይደልን እየ ሶ ኩላህና ሲ ኣብ ከምዚ ሓደ ኮይና ክንተሓጋገዝ ከም ዘለና እየ ዝኣምን ክቡራት ኣሕዋተይ ሶ ስደትና ይወዳእልና ኣብ ዓድና ይተኣኻኽበና